ሓድሽ ናይ ሶኒ መዓልቲ ዕለት ዓሰርተ ክልተ ወርሒ ሓደ ክልተ ሽሕን ዓሰርተ ሸሞንተን ዓመተ ምህረት ዜናታት እዮም ሎማዓንቲ ብደስ ድብሉ ሓደሽቲ ፀብፃብ ዋጋታት ሒዘልኩም መፂእ እኒኦ ሲሚንቶ ከዚ እውን ብጣዕሚ ብጣዕሚ እናቀነሰ እዩ ዝርከብ ለይገዛእኹም ሰባት ደው ኢልኹም ትሓስብሉ መዓልቲ ሎማዓንቲ ስለዚ ቅድሚ ምጅማርና እዚ ፕሮግራም እዚ ላይክና ሓደ ሽሕ ነእቲ ፈጢና ከዚ ናረእኹም ላይክ ጎሮ ኮሜንት ለለ ዝተሰመዐኩም ነገር ወይ ድማ ክስተካከል እኒኦዎ ትብልዎ ነገር ኣብ ኮሜንት ጸሓፉለይ ሰብስክራይብና ናገርኹም ንቐጽል ስለዚ ብናይ ቴንዲኖ ናትርክ ኢና ንጅምር ቴንዲኖ ካብ በዓል ሸሞንተ ጀሚረ ክነግረኩም እየ ኸዚ በዓል ሸሞንተ ውስኸ ሰዓት 825 ቅርሺ እናተሸጠ ይርከብ በዓል ሸሞንተ 825 በዓል ዓሰርተ ድማ 1280 በዓል ዓሰርተ 1280 በዓል ዓሰርተ ክልተ ድማ 1800

ካብ በዓል 8 ክሳብ 16 ዘሎ ዕዳጋ እዩ ትገዝኡ ተለኹም ብዛ ዕዳጋ እዚኣ መሰረትኩም ትገዝኡ ሓድሽ እዩ ናብ ሎማዓንቲ ሶኒ መዓልቲ ስለዝኾነ ኩሉ ግዜ ብሓድሽ ፀብፃብ እዩ ልመፀኩም ኩሉ ግዜ ስለዚ ናብ ሎማዓንቲ እዩ ማለት እዩ ስለዚ ከዚ ቀፂለ ልሕልፈኩም ናብ ናይ ሲሚንቶ ዕዳጋ ኢና ንሓልፍ ማለት እዩ ሲሚንቶ ሎማዓንቲ ከተማ መቐለ ክንደይ ውዒሉ ልብል ንርኣ ማለት እዩ ኣብ ካልኦት ከተማታት ትግራይ እውን ኣቀረባ ናጠየቕኹ ከቕርበልኩም ክኾን እየ ማለት እዩ ስለዚ ሎማዓንቲ ኣብ ክታባ መቐለ ክንደይ ውዒሉ ስሚንቶ ግን ንርኣ ስለዚ ስሚንቶ ካብ በርና ኣብ ቸርቻሮ ዘሎ ዕዳጋ ሎማዓንቲ ብጣዕሚ ደስ ዝብል ዕዳጋ ውዒሉ ምክንያቱ ብጣዕሚ ቅንስ ኣቢሉ እዩ መፂኡ ነሎ መዓንቲ ማለት እዩ ህንደይ ውዒሉ ተልኩምኒ ካብ በሪ ሓደ ሽሒ ሓደ ሚእቲ ዒስራይ ከባቢ ነይሩ ከባቢ ሓደ ሽሒ ሓደ ሚእቲ ዒስራይ ከባቢ ነይሩ ካብ ቸርቻሮ ነበረ ዕዳጋ ግን ስካብ ሱሳ ሰብዓ ከባቢ ሎማዓንቲ ውዒሉ እኒኦ ማለት እዩ ሽሒ ሓደ ሚእቲ ሰብዓይ ሰማንያ ኢለ ነይሩ ኣብ ካልኦት ቦታታት ለደስ ከም ሽሒ ሓደ ሚእቲ ሱሳ ኢለ ነይሩ ማለት እዩ ካብ በሪ ግን ብጣዕሚ ቅንስ ኣቢሉ ሽሒ ሓደ ዕስራይ ከባቢ ነይሩ ማለት እዩ እዚ ማለት ዳርጋ ሽሒ ቅርሺ ከምዛ ትፅልዋ ነርኹም ኩልኹም ቅንስ ኣቢሉ ይውዕደሉ መዓንቲ ማለት እዩ ስለዚ ለይገዛእኹም ስዋ ተሃሊኹም ብጣዕሚ ልገደደ ከዚ ቆንጆ ዝኾነ ዕዳጋ እዩ ሒዙ ወፂኡ እኒኦ ሎማዓንቲ መሰቦ ሲሚንቶ ማለት እዩ ስለዚ ብኣ መሰረት ሎማዓንቲ ዘይገዛእኹም ሰባት ተሃሊኹም ገዚእኹም ምጥቃም ትኽእሉ ኢኹም ማለት እዩ ቀዳማይ ሃምለወልኩም ግን ካበይ ከባቢ ሃምልኾንኩም ኣብ ኮሜንት ፀሓፉ ብለወልኩም መሰረት ብዙሓት ሰባት ናፀሓፍኩም ነይርኹም ኢኹም ግን ትገብርዎ ዘለኩም ነገር ከዚ ንኣብነት ካብ ሽረ ተተባሂሉ ኣብ ኮሜንት ማለት እዩ ደቂ ሽረ ዝኾንኩም ንዚ ኮሜንት ላይክ ናገርኹም ሪፕላይ ወይ ድማ ነቲ ኮሜንት ዝተፀሓፈ እናመለስኩም ኣነለ ካብ ሽረ እየ ናበልኩም ተኣከቡ ብኣመሰረት ስልከይ ከቐምጠልኹም እየ ብውሽጢ መስመር ተራኺብና ነዋግዕ ኢና ካብኡ ብበዝሕኹም መሰረት ገዚኤ ናብ ደስ ለልኩም ከተማ ክልእኸልኹም እየ ማለት እዩ ስለዚ ትፅሕፉ ተለኹም ኮሜንት ካበይ ካባ ምዃንኹም ፀሓፍኹም ደቂ ዓዲ ዝኾንኹም ሰባት ኣብዛ ኮሜንት ሳኺድኩም ኢኹም ላይክ ናጎርኹም ኮሜንት ናጎርኹም ትእከቡ ማለት እዩ ስለዚ እዛ ኮሜንት እዚኣ ኩልኹም ብልሓለፈ መሰረት ፅቡቕ ስራሕ ኢኹም ሰሪሕኹም ብዙሓት ሰባት ለብውሽጢ መስመር ተኣኪብኹም ናመፃኹም ናጠየኩም ነይርኩም ኢኹም ማለት እዩ ስለዚ ሲሚንቶ ብዚኣ መሰረት ናገዛእና ካልኦት ካልኦት ንብረታትለ ብዛ መሰረት እዚኣ ናገዛእና ንጥቀም ማለት እዩ ስለዚ ሲሚንቶ ግን ብዛ ቀኒሳኒያ መሰረት ተኣኪብኩም መግዛእ ትደልዩ ሰባት ኣለኹም ልዕሊ 200 ሰልኾነ እዩ ኩሉ ግዜ በዝሒ ክበሃል ዘሎ ልዕሊ 200 ኩንታል ተኮይኑ እዩ ካብ በሪ ክግዛእ ንኽእል ማለት እዩ ስለዚ ልዕሊ 200 ኩንታል ተኣኪብኩም ትመፁ ዝተሃሊኹም ዓብሉ ኮነ ቅናሽ ስለዘሎ ብዚኣ መሰረት ኢና ንሰርሕ ማለት እዩ ስለዚ ከዚ ቀፂሉ ያልፈኩም ናብ ናይ ሓሸዋና ዝፀረሉ ዕዳጋ ክነግረኩም ማለት እዩ እዚ ኣብ ከተማ መቐለ ሓሸዋ ክንደይ ይሽወጥ ኣሎ ወይ ድማ ክንደይ እናተሸጠ ይርከብ ልብል ንርኢ ተለና ንሓደ ቢያጆ ኣሎ ማለት እዩ ንሓደ ስኖትራ ከም ዝኾነ ሰዓት እቲ ቀይሕ ቆንጆ ዝበሃል ሓሸዋ ኣብ ዝኾነ ሰዓት ሎማዓንቲ እንዲ ውዕል ተልኩምኒ ኣርባዓይ ሓሙሽተ ሎማዓንቲ እናተሸጠ ውዕል እኒኦ ኣርባዓይ ሓሙሽተ ሽሕ ንሓደ ቢያጆ ስኖትራክ ንሓደ ስኖትራክ ማለት እዩ እቲ ቀይሕ ሓሸዋ ብኣርባዓይ ሓሙሽተ ሽሕ ሎማዓንቲ እናተሸጥዎ ውዒሎም እኒኦ ከከም ቦትኡ ኣብ ከተማ መቐለ መቐለ ኮይኑ ባዕሉ እውን ኣፈላላይ ዋጋ እኒኦ እዩ ግን ኣነ ጠያይቀ ደዋብ ኢለ ካብ ረኸኹ ማእኸላይ ልባል ዕዳጋ ይነግረኩም ኣለኹ በርባዕ ሓሙሽተ ግን ሽሕ ማለት እዩ እናተሸጠ ሎማ ዓንቲ ንሓደ ቢያጆ ውዕሉ እኒኦ ማለት እዩ ፀፀር ኸ ክንደይ እኒኦ ተልኹምኒ ፀፀር እውን ተመሳሳሊ ሓምሳ ኣርባዕተ ሎማ ዓንቲ ውዒላ እኒኣ እቲ ፀሊም ፀፀር ፍሩይ ዝበሃል ፀፀር ማለት እዩ ንመህደም ዝኾን ፍሩይ ፀፀር ኣብ ዝኾ ሰዓት ሓምሳ ኣርባዕተ ሽሕ እናተሸጠ ውዕሉ እኒኦ ማለት እዩ ካሊእ ግን ክነግረኩም ደለው እዚ ካብ መቐለ ወፃእ ዝኾንኩም ሰባት ኣብ ዝተፈላለዩ ከተማታት ትግራይ ትነብሩ ሰባት ግን ሓሸዋ እናተፀር ኣብ ዝኾነ ሰዓት ንምልኣኽ ብጣዕሚ ከቢድ ዝገብሮ ነገር እኒኦ እሱ እውን እንታይ ኣይትልኩምኒ ብዛዕባ ትራንስፖርት ክነግረኩም ይደሊ ሓደ ነገር ማለት እዩ ትራንስፖርት ኣብ ዝኾነ ሰዓት ነዳዲ ምስቲ ሌለ ምዃኑ ክባር ምዃኑ ስለዚ ሎማዓንቲ ግን እዛ ዕዳጋ ናይ ሓሸዋ ይፀፀሪ ግን ብዛ መሰረት እዛ ነገርኩም እያ ውዒላ እያ ማለት እዩ ብሉኬት ከከንዲ እኒኦ ትልኩምኒ ግን ብሉኬት ሓውዚ ሰዓት ብለይ መፅዕኒ ማለት እዩ ብለይ መፅዕኒ መውረዲ በዓል 15 ብ37 ቅርሺ ሒሳብ ንሓደ ፍረ እናተሸጠ ውዒሉን እዩ በዓል 15 37 ቅርሺ ሒሳብ ንሓደ ፍረ እናተሸጠ ውዒሉን እዩ እቲ በዓል 20 ድማ ንበሃል ቡልኪት ብ39 ቅርሺ ሒሳብ ንሓደ ፍረ እናተሸጠ ውዒሉን እዩ ማለት እዩ ስለዚ ናይ ቡልኪት ለሎ ዕዳጋ ብለይ መፅዕኒ መውረዲ እዚ ይመስል ማለት እዩ ናይ ትራንስፖርት ካልኦት ካልኦት ነገራት ሓዊሱ ግን ከከም በዝሑ ንኣብነት እዚ ሓሙሽተ ሚእቲ ፍረ ክወስድ ደሊ ሰብ እኒኦ እስካብ ሓደ ሽሕ ለ ክወስድ ደሊ እኒኦ ማለት እዩ ስለዚ ትጥይቁ እንተለኹም ውሽጢ መስመር ህንዲ ዝለኣክል ፍረ ክወስድ ደሊ ነረ ወልን እሞ ብኣ መሰረት ናይ መፅዕኒ መውረድና ናይ ትራንስፖርት ናበይ ከባቢ ኸ ንውሰድ ምዃኑ ኩሉ ኣጠቃሊለ ክነግረኩም እዩ ማለት እዩ እዚ ግን ንሓደ ፍረ ለሉ ዕዳግኡ እዩ ማለት እዩ ናይ ቡልኪት ልዕሉ ዕዳጋ እዚ ይመስል ካሊእ ብዛዕባ ናይ መሬት ኢንፎርሜሽን ክወኩም ይደሊ መወዳእታ እሱ እውን እንታይ እዩ ትሕቲ 2 ሚሊዮን ዝሓዝኹም ሰባት ከባቢ ሓደ ነጥቢ ሓሙሽተ ተድልይኹም ሓደ ነጥቢ ሽዱሽተ ሓደ ነጥቢ ሸውዓተ እስካብ 2 ሚሊዮን ዓቕሚ ዘለኩም ሰባት ማለት እዩ ቦታታት ክትገዝኡ ትደልዩ ኣብ ከተማ መቐለ ብውሽጢ መስመር ጠይቑኒ ዝሓዝኹም ቦታታት ስለዘለዉ ብዛዕባ ናዮም ኢንፎርሜሽን ክወኩም እቲ ዶሊት ሰባት ማለት እዩ ቆንጆ ሕጋዊ ዝኾነ ኣብ ከተማ መቐለ ቦታታት መብዛእቲ ዶሊት ሰባት ሃሊኹም ጠይቑኒ ማለት እዩ ካሊእ ግን ሰብዓ ካሬ ጀሚሩ እስካ ሜተር ዋዓይ ክልተ ሚእቲ ክልተ ሚእቲ ሓምሳ እስካ ናብ ድርጅት ዶሊት ሰባት ሃሊኹም ነለ እስካ ኣርባዕተ ሽሕ ካሬ ዝሽወጡ ገዛውቲ እኒኡ ማለት እዩ ስለዚ ገዚእኹም ሃምሕዋትኹም ዕዳጋ ናረኹም ክተስርሑ ትደልዩ ወይ ድማ ሙሉእ ክተሰርሐ ተደሊኹም ለለ እኒ እዩ ማለት እዩ ስለዚ ከምዚ ዓይነት ዝኾነ ናይ መሬት ኢንፎርሜሽን ትደልዩ ሰባት ሃሊኹም ከዚ ለለ ውሽጢ መስመር ጠይቆኒ ማለት እዩ ነዚ ቪድዮ እዚ ግን ቅቡል ተኻእለ መጠን ከዚ ንማሕበራዊ ሚድያ ለለዉ ኣብ ቲክቶክ ፌስቡክ ለለዎ ዝተፈላለዩ እናለኣኹም ነዚ ቪድዮ እዚ ክጠቕሞ እዩ ንትልዎ ሰብ ማለት እዩ ብፍላይ ኣብ ገዛ ምስራሕ ለሎ ሰብ ዋጋ ናርኢ ዕዳጋ ክሰርሕ እኒዎ ትልዎ ሰብ ተሃልዩ ለኣኹሉ ማለት እዩ ንዚ ቪድዮ እዚ ግን ኩልኹም ላይክ ሓደ ሽሕ ከዓ ትንዮ ምክንያቱ ናብ ብዙሕ ሰብ ክብትኖ ስለለለዎ እዚ ቪድዮ እዚ ማለት እዩ ስለዚ ላይክ ሼር ሰብስክራይብ ናገርኩም እዛ መሬት ለልኩኹምና እዛ ደቂ ዓዲ ዝኾንኩም ኣብ ኮሜንት ፀሓፉ ለልኩም ግን ኩልኹም ብልተቃለ መጠን ከም ኣገሩ ኢኹም ማለት እዩ ከም ኣናገርና ዝተፈላለዩ ንብረታትና ገዛእና ናብ ደስ ለልኩም ቦታ ክልእኸልኩም ስለንኽእል ማለት እዩ ዋጋለ ብጣዕሚ ቅናሽ ዝኾነ ዋጋ ስለዝኾነ ማለት እዩ ስለዚ ኣብ ኮሜንት ደቂ ሽረ ትኾኑ ትኾኑ ኢኹም ዓዲግራት ትህሉ ኢኹም ውቕሮ ኣብ ዝተፈላለዩ ከተማታት ትግራይ ዘለኹም ሰባት ትህሉ ትኽእሉ ኢኹም ስለዚ ኣብ ኮሜንት ፀሓፉ ኢኹም ደቂ ዓዲ ዝኾንኩም ለለ ነቲ ኮሜንት ላይክ ሪፕላይ ናገርኹም ፀሓፉ ተኣኩ ኣነ ኣቲ ናብዛ ኮሜንት ስልከይ ከቕምጠልኩም እየ ካብኡ ለለ ትእከቡ ተለኹም ለለ ንዓሉ ኾነ ኢንፎርሜሽን ክህኩም እዩ ማለት እዩ ስለዚ ብዛ መሰረት እዚኣ ኢና ንሰርሕ እዚ ዕዳጋ መቐለ እዩ ሎሚ ዓንቲ ድማ ሰኑይ ስለዝኾነ እዚ ዕዳጋ እዚ ዝጠቕመኩም ስለዝኾነ ኩልኹም ላይክ ጎሪኹም ኢለኩም እያ ካብ እውን ዕለት 12 ወርሒ 1 2018 ዓ ም ሓድሽ ምዃኑ ደጌማ ከረጋግፀልኩም ይደሊ ሰላም ንዓኻትኩም ይኹን ቻው